ብኸመይ ንሰበይትና ነሐጕሳ ወይ ድማ ብኸመይ ንኣደ ደቅና ንኣልያ ወይ ድማ ነሐጕሳ? እቲ ዓቢ ጸገም ኮይንና ዘሎ ሎሚ ኩሉ ሰብ ኣብ ሓዳር ክኣቱ ከሎ of course ግጭት ኣሎ ከጋጥም ከኣ ንቡር እዩ። እቲ ቀንዲ ክንፈትሖ ዘለና ግን ከመይ ጌርና ካብቲ ፈለማ ከመይ ጌርና ንሰበይትና ነሐጕሳ ወይ ድማ ንኣደ ደቅና ንኣልያ? so Let's go! ዳመይቲ ኩሉ ግዜ ንኣዳ ኣብ ቅድሚ ብዙሓት ወይ ድማ እኩባት ሰባት never ever ከይትዝልፋ ሎሚ መብዛሕትኡ ሰብ ኣብ ሓዳር ዘጋጥሞ ዘሎ ሽግር እንታይ እዩ ኣብ ቅድሚ ብዙሓት ወይ ድማ ኣብ እኩባት ሰባት ንሰበይትኻ ክትዝልፋ ከም ዘለካ እዚኣ ከምዚ እንድያ እዚኣ ከምዚ እንድያ ኣብ ክንዲ ትብል no way እዚኣ ሓላይት እዚኣ ንሰብ ተኽብር እዚኣ ንሰብ ተፍቅር እዚኣ ንፍዕቲ ሓላይት ንሳ ጽብቅቲ ኢልካ ኩሉ ግዜ ንዓኣ ክትንእዳ ከለካ she feel happy ሕጉስቲ ትከውን ኩሉ ግዜ ድማ ክትንእዳ ከለካ ንዓካ ውን ክትንእደካ ዝደለካዮ ድማ ክትቅርበልካ ትክእል so ኣብ ቅድሚ ዝኮኑ ይኩን ሰባት ወይ ድማ ዝኮኑ ይኩን እኩባት ሰባት never ever ከይትዘልፋ እንተ ክትገብር ኣለካ ንኣዳ ካለይቲ ምግቢ ስርሓላ of course ንግሆ ንግሆ ከይድካ ዝሑል ማይ ወድማ ቡን ኣምጺኻ ኩሉ ግዜ good morning ከመይ ሓዲርኪ ክትብላ ከለኻ ከመይ ይስምዓ of course ማራ ሕጉስቲ ትኸውን ምሉእ መዓልቲ ድማ እታ ንግሆ ዝበልካያ ቃል ኣብ ውሽጢ ርእሳ ከይገድፉቶ ትውዕል ማለት እዩ ስለዚ ኩሉ ግዜ of course ንሳ ክትደክም ትኽእል ኣብ ጎና ኮይና ድማ ንዓኣ ከነሕጉስ ኩሉ ግዜ መግቢ ንስርሓላ ወይ ድማ ዝኾነ ንዓኣ ዘድሊ ንጉሆ ንጉሆ ወይ ድማ ኣብ ዝተፈላለዩ እዋናት ንዓ ከነሕጉስ መግቢ ወይ ድማ ዝስተ ነገር ዝኾነ ነገር ንቕርበላ ንሳ ከይበለትና ከላ so መግቢ ንስርሓላ ሳልሰይቲ ኩሉ ግዜ ብትሕትና ተዛረባ ኩሉ ግዜ ብትሕትና ትዛረባ እንተኾይንካ ንስኻ ከይበልካያ ዝኾነ ነገር ክትቕርበልካ ሬዲ ክትገብረልካ እያ ዝኾነ ነገር ንስኻ ብትሕትና ተዛረባ ዝኾነ ብጽርፊ ወይ ድማ ብምትህርራም ነቨር ኤቨር ሓዳር ኣይከውንን እዩ ኩሉ ግዜ ብትሕትና እሂን ምሂን ኢልካ ብሓደ ኮፍ ኢልካ ዝኾነ ነገር ካልእ ሰብ ንፋስ ካብ ዝኣቱ ነዛ ሓዳር ባዕልኻ ብትሕትና ቀስ ኢልካ ክትረዳዳእ ክትፈትን ኩሉ ግዜ ከምዚ ጌርኪ ከምዚ ኢልካ ከምዚ ጌርኪ ከምዚ ኢልካ ክትብል እንተኾይንካ ግን ኦፍ ኮርስ እቲ ሓዳር ግጭት ክመጽእ እዩ ናብ ዘይተደለየ ፍትሕን ካልእን ክመጽእ እዩ ስለዚ ኩሉ ግዜ ብትሕትና ተዛረብ እባ። ራብዐይቲ፣ ደገ ወሲድካ ኣዘናግዓያ ወይ ድማ ዝኾነ ጊፍት ክትገዝእላ ወይ ድማ ክትህባ ፈትን። ኩሉ ግዜ ንሳሃ ንሰበይታሃ ኣብ ገዛ ጥራይ ኮፍ ተብላ እንተኾይንካ of course ሕጉሲ ኣይትኸውንን እያ። ኩሉ ግዜ ሕጉሲ ክትገብራ እንተኾይንካ ኔርካ ኔርካ ካብ ዝኾነ ካብ ዝተፈላለየ ግዜን ግዜን ኔርካ ኔርካ ኣዘናግዓያ። ኩሉ ግዜ ንገዛ ከተኣቱ ከለኻ ድማ ዝኾነ ጊፍት ንእሽተይ ይኹን ዓቢ ይኹን ዘይ ብዘየገድስ ኩሉ ግዜ ጊፍት ከተምጽእ ፈትን በዚ ድማ እንታይ እዩ ኩሉ ግዜ ሕጉስ እትኸወን ኩሉ ግዜ ድማ ሕጉስ ዘለዎ ሂወት ብሓደ ክትመርሑ ትኸእሉ ኣምሸትን ናይ መወዳእታን ሕሉፍ ርህራሄ ኣብ ልዕሊ ስድራኣ ይሃልወካ እደዚ ሚን ንሳ ሰበይትኻ ስለ ዝኾነስ ንኣን ምሳኻ ጥራይ ኮይንካ ንዖም ክትገድፎም no way ኩሉ ግዜ ንዖም ውን ክትርህርህ ኣለካ ኩሉ ግዜ ንዖም ብ financially ወይ ድማ mentally spiritually ኩሉ ግዜ ክትሕጉዞም ክትፍትን በዚ እንተ ጌርካ ድማ ሰበይትኻ በቲ ኣብ ልዕሊ ስድራኣ ዝገበርካዮ ሕሉፍ ርህራሄ፣ ሓልዮት ወይ ድማ ሓገዝ ንሳ እውን ትሕገዝ፣ ትሕጎስ። ስለዚ ብዝተኻእለ መጠን ናይ ግድን ርህራሄ ወይ ድማ ሓገዝ ወይ ድማ ዝተፈላለየ ዝኾነ ዓይነት ነገር ንስድራኣ ክትሕግዝ ፈትን። በዛ መንገዲ እዚኣ ድማ ሰበይትኻ ሕጉስ ሂወት ምሳኻ ክተሕልፍ እያ። Thank you so much በቲ ትህቡና ዘለኹም ርእይቶታት ሓሳባት ምትባዕ ብልቢ ከየመስገናኩም ክንሓልፍ ኣይንና so ከም ወትሩ please subscribe like share እናገበርኩም ከተተባብዑና so ናይ ሎሚ ስራልም እዚ ነይሩ በካልእ ክሳብ ንራከብ ሰላም ንዓኩም peace።